ነበርቲ ሰልዓን ከርከበትን ትምህርቲ ቋንቋ ኣደ ንምድንፋዕ ዘለዎም ቅሩብነት ኣረጋጊጾም። ንሳቶም ነዚ ዘረጋገጹ ንኣገዳስነት ምጥርናፍ ኣብ ምዕባለ እቲ ከባቢ ኣብ ዝዘተየ ዋዕላ እዩ። ኣብቲ ጸሓፊት ህግደፍ ኣብ ዞባ ዓንሰባ ወይዘሮ ኣመተ ንጉሰ ከምኡውን ኣመሓደርቲ ክልቲኤን ንኡሳን ዞባታት ዓበይቲ ዓድን መራሕቲ ሃይማኖትን ዝተረኽቡሉ ዋዕላ ነበርቲ ንመኽሰባት ምጥርናፍ ብግቡእ ተገንዚቦም ኣብቲ ዝተወሰነሎም ቦታታት ክሰፍሩን ርጉእ ህይወት ክመርሑን ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ኣተሓሳሲቡ። ኣመሓዳሪ ንኡስ ዞባ ከርከበት ኣቶ ዓብዱልከሪም እድሪስን ኣመሓዳሪ ንኡስ ዞባ ሰልዓ ኣቶ ወኤላ መሓመድ ዓልን ኣብ ዘስምዕዎ ቃል፣ ክልቲኦም ንኡሳን ዞባታት ክትሰፍሮን ከተልምዓሉን ምቹእን ሃብታምን ስለዝኾነ፣ ነበርቲ ካብ ሰበበ-ክሳግማዊ መነባብሮ ተገላጊሎም ብቐሊሉ ማሕበራዊ ኣገልግሎት ኣብ ዝረኽቡሉ ክሰፍሩ ኣዘኻኺሮም። ነበርቲ ብወገኖም ብዝግበረሎም ዘሎ ቀጽቃሊ ጎስጓሳት ጥቕሚ ትምህርቲ ብሓፈሻ ብቋንቋ ኣደ ማለት ብዳዌት ዝወሃብ ትምህርቲ ድማ ብፍላይ ብግቡእ ስለ ዝተረድኦም ደቆም ናብ መኣዲ ትምህርቲ ክልእኹን ከታብዑን ምዃኖም ኣረጋጊጾም። ኣብ መዛዘሚ እቲ ዋዕላ ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ኣብ ንኡስ ዞባ ከርከበት ተሰሪሑ ዘሎ ዲጋን ተዋህሊሉ ዘሎ ማያዊ ሃብትን ንህይወት እቲ ከባቢ ብእወታ ዝጸሉን ንልምዓት ዝደፍእን ብምዃኑ ነበርቲ ኣብ ረብሐኦም ከውዕልዎን ብግቡእ ክጥቀምሉን ኣዘኻኺሩ። ኣብ ዞባ ደቡብ ኣብ ሃገራዊ መልቀቒ ፈተና ሻምናይ ክፍሊ ብሉፅ ነጥቢ ዘመዝገቡ ሚእትን ተስዓን ሽዱሽተን ተምሃሮ ብ ዓሰርተ ሸሞንተ ለካቲት ኣብ ከተማ መንደፈራ ኣብ ዝተኻየደ ስነ ስርዓት ሽልማት ዒንደ ማሶ ተዋሂቦም። እቶም ንሽልማት ዝበቕዑ ተምሃሮ ኣብቲ ዞባ ካብ ዝርከባ ዕስራን ኣርባዕተን ናይ ማእከላይ ደረጃ ኣብያተ ትምህርቲ ዝተዋጽኡ ኮይኖም ኣብቲ ፈተና ልዕሊ ሰማንያ ሚእታዊት ዘመዝገቡ እዮም። ሓላፊ ሃማማተ ዞባ ደቡብ መንእሰይ ግርማይ ገብሩ ኣብ ዘስምዖ ቃል፣ ቀንዲ ዕላማ ናይቲ መደብ ተምሃሮ ኣብ ትምህርቶም ንዘለዎም ተገዳስነትን ብቕዓትን ብምትብባዕ ንዝያዳ ብሉጽነትን ተወዳዳርነትን ንኽሰርሑ ከምዝኾነ ሓቢሩ። ሓላፊ ጨንፈር ሚኒስትሪ ትምህርቲ ዞባ ደቡብ መምህር ህብትዝጊ ኪዳነ ብወገኑ፣ ተሸለምቲ ነቲ ብጻዕሮምን ደገፍ መምህራኖምን ወለዶምን ዘመዝገብዎ ዓወት ክሳብ ካልኣይ ደረጃን ላዕለዋይ ትምህርትን ክቕጽልዎ ተላብዩ። እቶም ተሸለምቲ ኣብ ዝሃብዎ ርእይቶ፣ ሽልማት ዒንደማሶ ኪኖት ምትብባዕ፣ ራኢኦም ንምጭባጥ ኣበርቲዖም ንኽጽዕሩ መንፈስ ተወዳዳርነት ከም ዝፈጥረሎም ብምጥቃስ ኣብዚ ደረጃ እዚ ንምብጻሕ ንዝሓገዝዎም መምህራኖምን ወለዶምን ኣመስጊኖም። ኣብ መዘዚ እኒ ኣቦ መንበር ሃማማታ ኣቶ ሳልሕ ኣሕመዲን፣ ማሕበር ሞያውያን ኣካዳሚያውን ዓቕሚ መንእሰያት ንምብራኽ ንዝገብሮ ዘሎ ወፍሪ ከደንፍዕ ምዃኑ ብምግላጽ፣ ተሸለምቲ ኣብ ዝለዓለ ደረጃ ንምብጻሕ ጻዕሮም ከዛይዱ መኺሩ። ብምውህሃድ ሃማማተን ጨንፈር ሚኒስትሪ ትምህርትን ዞባ ደቡብን ተወዲቡ ኣብ ሃገራዊ መርመራ ሻምናይ ክፍሊ ብሉጽ ውጽኢት ንዘመዝገቡ ዝወሃብ ሽልማት ዒንደማሶ ሎሚ ዓመት ንሳልሳይ ግዜ'ዩ ዝወሃብ ዘሎ። ኣብ ዞባታት ዝተደኮና መወከሲ ሆስፒታላት በብእዋኑ ብዝማልኣለን ዘሎ ጠለብ ዓቕሚ ሰብን መሳርሒታትን ዝህቦ ኣገልግሎት እናማዕበለ ይመፅእ ከም ዘሎ ይፍለጥ። እዚ ድማ ነቲ ኣብ ከተማ ኣስመራ ኣብ ዝርከባ ሆስፒታላት ዝፀንሐ ፀቕጢ ኣፋኺስዎ ይርከብ። መርኣያ ናይዚ ኣብ ኣስመራ ጥራይ ተሓፂሩ ዝነበረ ኣገልግሎት ፊዚዮተራፒ ናብ ዞባታት ንምውራዱን ንምስፍሑን ዝተገብረ ፃዕሪ እዩ። ማእከል ፊዚዮተራፒ ባረንቱ ኣብነት ናይዚ እዩ። ቀዳው ተወልደ ንዝለኣኾ ፀብፃብ ሊድያ ተኽለማርያም ከተቕርቦ እያ።
ማእከል ፊዝዮተራፒ ዞባዊ መወከሲ ሆስፒታል ባረንቱ ዝተፈላለየ ኣካላዊ ሕማማት ንዘለዎም ዜጋታት ኣብ ምፍዋስን ጸገማቶም ኣብ ምቅላልን ልዑል ኣስተዋጽኦ ይገብር ከምዘሎ ሰብ ሞያን ተገልገልትን ሓቢሮም። ሙርኩስ ገረ ዝከይድ ነረ እዚ ካብ ክልተ ወርሒ ገለ ገረ ድሕሪ ውዳመት ብጣዕሚ ህጂ ኣብዚ ደለዉ ድማ ቃብሉን ገለመኒ ንበይኑ ዓይነት እዮም በቃ ገርመካ ወላ ጎረባብትካ ከማን ከምኡ ገረ ምሓትኩም ከመይ ሓዲርካ እንታይ ለውጢ ገርካ ብጣዕሚ ሞራል ደለዎምስ ካልእ ዓይነት እዮም ህጂ ድማ ኣነ ሃኒ ሓውየ ባቃ ኦርተይ እዛ ጸጋመይ ትግረ እያ ተብለና እምበር ሓውየ ብጣዕሚ። ክኢላ እቲ ዓውዲ መንእሰይ በረኸት ኣብርሃም ኣብ ዝሃቦ ሓበሬታ፣ እቲ ማእከል ምጭብባጥ ጭዋዳታትን መትንታትን ከምኡ'ውን ቃንዛ መላግቦታት ንዘጋጠሞም ሕሙማት ኣካላዊ ምንቅስቓስ ብምግባርን ብኤሌክትሪክ ብምጽላውን ሽግራቶም ከቃልሉ ከምዝሕግዝ ሕማም ክበብ እግሪ ንዘጋጠሞም ዕሸላት ድማ መሰረታዊ ጽገና ከምዝገብር ኣብሪሆም። ብዙሓት ፓራላይዝ ዝኾኑ ይመጹና እዮም ናይ ርእሲ ወይ ናይ ሕቖ መሃርምቲ ዘለዎ ማለት እዩ ኣብዚ ኤክሰርሳይስ ኣስርሒና እዚ በዚ ቅድሚኦም ሚረር ጌርና ባላንስ ንኸውን ማለት እዩ ባላንስ ናቶም እንታይ በሃል ከመይ ይኸዱ ከም ዘለዉ ኣብቲ ሚረር እናረኣዩ ኣብዚ ፓራለል ሒዞም ይሰርሑት እዮም ፓራላይ ዝኾኑ ሰባት ማለት እዩ ኣብዚ ከዓኒ ማንዋል በዓልና ኣብዚ ንሪኦ ዘለና ዓራት ኣብኡ ጌርና ማንዋል እናስርሖም ክሳብ ቁሩብ እቶም ሰባት እቲኣቶም ኣክቲቭ ዝኾነ ሙቭመንት ክሳብ ዝገብሩ ባዕልና ፓሲቭ ሙቭመንት ነካይደሎም ኣብዚ ዓራት እዚ ጌርና ማለት እዩ። ብቐጻሊ ብዝወሃብ ዘሎ ኣገልግሎትን ዝግበር ዘሎ ጎስጓሳትን ቁጽሪ ተገልገልቲ እናወሰኸ ምምጽኡ ዝጠቐሰ መንእሰይ በረኸት፣ ብኣጋ ረድኤት ምርካብ ካብ ቃንዛን ሕዱር ሕማማትን ስለዘናግፍ፣ ዜጋታት ንዝስመዖም ዘይምቹእነት መርመራ ብምግባር ከነጽርዎን ፍወሳ ክረኽብሉን ኣዘኻኺሮም። ኣብ ግዚኡ እንተዘይመጽዩ ማራ እንተደኣ እቲ ሕማም ተቖጻጺርዎ ዲስቻርጅ ኮይኑ ተመጽዩ ምናልባት ንስመራ ሪፈር ንብሎ ምስቲ ዋሓድ መሳርሒ ዘለብዙ ማለት እዩ እምበር እቲ ሰብ ኣብቲ ዝመፅኣሉ ብፅቡቅ እዩ ክሳይ ዝኸውን ማለት እዩ ስለዚ እዚ ፊዚዮተራፒ ብጣዕሚ እዩ ኣገዳሲ ምክንያቱ እቲ ዓፅሚ ብኸመይ እዩ ኣብ ግቡእ ቦቱ ክኣቱ ዘለዎ ኣየናይ ጭዋዳ ኢኸ ወይ ኣየናይ ጅማት እዩ ተቐርቂሩ ዘሎ ኣበናይ ፓርት ኣየናይ ጭዋዳ እዩ ተሃሲዩ ዘሎ ስፐሲፊክ ማስልስ እኳ ኣለዉ ብሓፈሽኡ ታይ ማስልስ እንድሕር ኢልናስ ስፐሲፊክ ካብኣቶም ሕጂ ኳድሪሰፕ ኢልና ወይ ከዓ ሃምስትሪንግ ኢልና ብሓፈሽኡ ክሳይ ነብሎ ኢና ማለት እዩ ስፐሲፊክ ማስል ኣለዉ ኣየና እዩ ተሃሲዩ ዘሎ ኣየና ኢኸ ደሓን ኮይኑ ዘሎ ቁርብ ካብቲ ዝተሃስየ ኣየናይ የዕርዩ ዝተሃስዩ ኣየናይ የዕርዩ ዘይተሃስየ ርኢና ኣብዚ ብግቡእ ኢና ክሳይ ንገብረሎም። እቲ ኣቐዲሙ ኣብ ኣስመራ ጥራይ ተሓጺሩ ዝነበረ ኣገልግሎት ናብ ዞባታት ምውራዱ፣ ንዝሰፍሐን በብደረጅኡ ዝማላእን ዘሎ ኣገልግሎት ጥዕና ዘነጽር ምዃኑ ብምጥቃስ፣ ብዝግበረሎም ዘሎ ሞያዊ ክንክንን ማዕዳን ጽቡቕ ምምሕያሻት ከምዘርኣዩ ገሊጹ።
ኣብ ዞባ ማእከል ብግብርን ክልሰ ሓሳብን ዝተሰነየ ናይ ሰለስተ ኣዋርሕ ሞያዊ ስልጠና ክቐስሙ ዝጸንሑ ክልተ ሚእትን ዕስራን ሓሙሽተን መንእሰያት ብ ዓሰርተ ሸሞንተ ለካቲት ተመሪቖም። እቶም ሰብዓን ኣርባዕተን ሚእታዊት ደቂ ኣንስትዮ ዝርከብኦም መንእሰያት ብስርሓት ኤለትሪክን ጸሓያዊ ጸዓትን፣ መፍረ ደርሁ፣ ደረቕን ተንቀሳቓስን ካሜራ፣ ኤዲቲንግን ግራፊክስን ከምኡ'ውን ስነ-ጽባቐ ጸጉሪ ርእሲ ዝሰልጠኑ እዮም። ሓላፊ ሃማመተ ዞባ ማእከል ኣቶ ሳምሶም ክፍለ፣ እቲ ምስ መሻርኽቲ ብምትሕብባር ዝተዋህበ ስልጠና፣ ኣካል ናይቲ ብቕዓት መንእሰያት ንምድንፋዕ ዝሰላሰል ዘሎ መደባት ከምዝኾነ ኣብሪሁ።